ሰላም ዝኸበርኩም ተዓዘብቲ ናይዚ መደብ ከመይ ኣለኹም ሽመይ ድያቆን ሜሮን ታረቀ ይበሃል ኣብ ኢስት ኣፍሪካ ከም ነርስ ሚድዋይፍ ኮይነ ይሰርሕ ኣለኹ ኣብ ክልተ ሽሕን ዓሰርተ ክልተን ካብ ኣስመራ ኮሌጅ ኦፍ ሄልስ ሳይንስ ነርሲንግ ስኩል ብነርስ መወልዳን ተመሪቐ ክሳብ እዚ ግዜ ድማ ኣብ ንጡፍ ስራሕ ይርከብ። ስለዚ ንሎሚ ሒዝናዮ መጺና ዘለና መደብ ብዛዕባ ኢመርጀሲ ነገር ኣብ ገዛ ኣብ ዘጋጥሙና ነገራት ቀዳማይ ረድኤት ወይ ድማ ኢመርጀንሲ ህጹጽ ሓገዝ ኣብ እንህበሎም ኩነታት ክንሕዞም ዘለና ግምታት እንታይ እንታይን ይመስሉ ወይ ድማ እንታይ እንታይን ዘጠቓለሉ ክኸውን ኣለዎ ድብል እዩ። ብዛዕባ እዚ እቲ ከጋጥመና ዝኽእል ነገራት ዓብን ንእሽተይን ክኸውን ይኽእል እዩ ከከም ደረጅኡ። ስለዚ ነቲ ግዳይ ኣብዚ ግዜ እዚ ኣብ ኣእምሮና ክመጽእ ዘለዎ ነገራት እንታይ እዩ? ተርታ ብተርታ ክንሪኦ ኢና። ስለዚ ቀዳማይ እቲ ህጹጽ ረድኤት ማለት እንታይ ማለት እንተ ኢልና ንሓደ ሽግር ወይ ድማ ሓደጋ ዘጋጠሞ ሰብ ካባና ዝረኽቦ ቀጥታዊ ሓገዝ ህጹጽ ረድኤት ተባሂሉ ይጽዋዕ። ስለዚ ኣብዚ ህጹጽ ረድኤት ኣብ እንህበሉ ግዜ ኣብ ኣእምሮና ክንሓስቦም ዘለና ነገራት ወይ ድማ ኣብ ግምት ኣእቲና ክንሰርሖም ዘለና ነጥብታት ኣለዉ። ኤቢሲ ብድብል ኣብሪቬሽን ድማ ይፍለጡ። ኣብ ግዜ ሓደጋ እንሪኦ ነገራት እንታይ እዩ እንተ ኢልና እቲ ዳንጀር ዝበሃል ነገር እቲ ሓደጋስ ነቲ ግዳይን ንዓናን ዘይጸሉ ድዩ ኣይኮነን ንርኢ። እዚ ማለት ኣብቲ ከባቢ ናይቲ ቪክቲም ወይ ድማ ናይቲ ግዳይ ዘሎ ነገራት ነቲ ሓደጋ ኣጋሊጽዎም ዘሎ ነገራት እንታይ ምዃኖም ክንርኢ ይግበኣና እዩ። ሓዊ መሳሊ ክኸውን ይኽእል፣ ኤሌክትሪክ፣ ናይ ጥርሙዝ በላሕቲ ነገራት ወዘተረፈ። እዚኦም ነገራት እዚኦም ነቲ ግዳይ ሓደጋ ኣውዲቖምሉ ስለዘለዉ ንዓናኸ ይጸልዉናዶ ኣይጸልዉናን? ክንርኢ ኣለና። ንሎሚ ከም ኣብነት ብዛዕባ ናይ ቃጸሎ ዘጋጠሞ ሰብ እንታይ ዓይነት ሓገዝ ንህቦ ክንርኢ ኢና። ቃጸሎ ማለት ልዑል ሙቐት ብዘለዎም ነገራት ዝፍጠር ናይ ቆርበት ይኹን ከከም ደረጅኡ ምንዳድ ከጋጥም ከሎ ቃጸሎ ይበሃል። ስለዚ እዚ ቃጸሎ ተርማል በርንስ ይበሃል። ተርማል በርንስ ብዛዕ ብሓዊ ብውዑይ ነገር ዘጋጥም ክኸውን ይኽእል። ኬሚካል በርንስ ከኣ ኬሚካላት ገጪቦምና ወይ ድማ ነጢሮምና ዘጋጥሙና ዓይነት ቃጸሎታት ኣለዉ። ብሳልሳይ ፍሪክሽን ናይ ፍሕፍሐ ዘጋጥም ኣሎ፣ ራብዓይ ድማ ናይ ራድየሽን ናይ ጨረርታ ቃፀሎታት ኣለዉ። ስለዚ እዚኦም ከከም ደረጅኦም ቀዳማይን ካልኣይን ሳልሳይን ክሳብ ራብዓይ ደረጃ እናተባህሉ ይፍለዩ። ቀዳማይ ነቲ ቀዳማይ ቀፀላ ቆርበት ጥራይ ዘቃፅል እዩ፣ ካልኣይ ንጭዋዳ ዝሕውስ እዩ፣ ሳልሳይ ድማ ክሳብ ኣዕፅምትና ዝበፅሕ ብምሉእ ብምሉእ ነቲ ናትና ናይ ስርዓተ ኣቃውማና ከዕኑ ዝኽእል ዓይነት ደረጃታት ማለት እዩ። ስለዚ ኣብዚ ኣብ ግዜ ቃፀሎ እንኽተሎም ቀዳምነት እቲ ዘሎ ዳንጀር ኢልና ዝገለፅናዮ ነገር ንዓና ይጎድኣናን ኣይጎድኣናን ክንርኢ ኣለና፣ ምኽንያቱ፣ ሰብ ተቓጺሉ ኢልና ንሕና እውን ጠኒንና ኣቲና ምስኡ ክንቃጸል ስለ ንኽእል። ስለዚ ቀዳምነት እቲ ናይቲ ግዳይ ውሕስነት ንምርግጋጽ ነቲ ግዳይ ናብ ውሑስ ቦታ ነቕርቦ። ኣብዚ ኣብ እነቕርበሉ እዋን ንኣብነት እቲ ግዳይ እንድሕር ደኣ ናቱ ቃጸሎ ብሓዊ እንተደኣ ኮይኑ ብኤሌክትሪክ እንተደኣ ኮይኑ ይፈላለ እዩ። ብሓዊ እንተደኣ ኮይኑ ብዕንጨይቲ መሳሊ ጌርና ወይ ድማ ኮቦርታ ማይ ኣተርኪስና ወይ ድማ ሓመድ እናገጨብና ካብቲ ቃጸሎ ከነጋልግሎ ንኽእል ኢና። ማይ እንተደኣ ጌርናሉ ግን መሊሱ ነቲ ቆርበት ንክረክስ መሊሱ ነቲ ሓዊ ክጋደድ ስለ ዘኽእሎ ኣብ ሓዊ ኣብ ዝቃጸለሉ ግዜ ማይ ክንደፍእ የብልናን ማለት እዩ። ስለምንታይ ኢና ማይ ስለምንታይ ኢና ካልእ ነገር ዘይንጥቀም እንተ ኢልና እዚ ነቲ ቆርበት ንከይሓዊ ብሊስተር ንክፈጥር መሊሱ ንክጫማደድ ስለ ዘኽእሎ ዝኾነ ነገር ክንገብር የብልናን ማለት እዩ። እቲ ግዳይ እቲ ናቱ ቃጸሎ ናይ ኤሌትሪክ እንተ ኮይኑ ድማ ናን ኮንዳክቲቭ ኣይተምስ ወይ ድማ ኤሌክትሪክ ከመሓላልፉ ዘይክእሉ ነገራት ከም ጎማ፣ ፕላስቲክ፣ ጨርቂ ወይ ድማ ብዕንጨይቲ መሳሊ ጌርና ካብቲ ነገር ክንኣልዮ ኣለና። ስለዚ እቲ ሰብ ድሕር ደኣ እቲ ቃጸሎ ናቱ ብኤሌክትሪክ ኮይኑ ቀዳማይ ንገብሮ ቀዳማይ ንገብሮ ነገር እንታይ እንተ ደኣ ኢልና ስዊች ኦፍ ምግባር እዩ። ነቲ ንኤሌክትሪክ ኣጋጢሙ ዘሎ ሶኬት እንተ ደኣ ኮይኑ ሶኬት ከነምልቕ ኢና። እንተ ተኻኢሉ ኣብ ከባቢና እንተ ደኣ ሃልዩ ነቲ ብሬከር ኣጥፊእና እቲ ናይቲ ኤሌክትሪክ ዋሕዚ ከም ዝቋረፅ ብምግባር ነቲ ግዳይ ክንሕግዞ ንኽእል ኢና ማለት እዩ። ብሳልሳይ ደረጃ እቲ ናይ ምንዳድ ናቱ ብውዑይ ነገር እንተ ኮይኑ ንኣብነት ፀብሒ ክፈሰካ ክእል ማይ ፀባ ወዘተረፈ እዚኦም እንተ ኮይኖም ድማ ነቲ ግዳይ ካብቲ ናይ ውዑይ ቦታ ኣሊና ኣብ ዝተሓሸ ዝተመርፀ ቦታ ኮፍ ኣቢልና ማይ ክንገብረሉ ኢና። ስለዚ ማይ ኣብ ንገብረሉ ኩነታት ኤሌክትሪክ ኣብ ዝሓዞ ማይ ኣይንደፍኣሉን ኢና፣ ብሓዊ ኣብ ዝተቓፀፀለሉ ማይ ኣይንደፍእን ኢና። ውዑይ ነገር እንተ ኮይኑ ግን ሕክምና ክሳብ ንበፅሕ ማይ እናደፋእና ክንጸንሕ ንኽእል ኢና። ቃጸሎ ኣብ ዘጋጥመሉ እዋን፣ ዓቢ ይኹን ንእሽተይ፣ ቀዳማይ ንገብሮ ኩል ዘ በርን፣ ነቲ ቃጸሎ ፈጢሩ ዘሎ ነገር ከነጥፍኦ ኣለና። ብካልኣይ ደረጃ፣ ኣብቲ ናይ ተቓጺሉ ዘሎ ሰብ ኣብ ሰብነቱ ዘሎ ጨቢጡ ክሕዞ ዝኽእል ነገር ነገራት ንኣብነት ኢዱ ነዲዱ ካቲም እንተድኣ ሃልይዎ እቲ ካቲም ቀስ ጌርና ከነውጽኣሉ ክንቀል ኣለና ምኽንያቱ ምስቲ ቆርበቱ ክተሓሓዝ ዝያዳ ረኽሲ ክፈጥር ስለ ዝኽእል ካልእ ከም ናይ እዝኒ ናይ ሶቑሬን ናይ ኣፍንጫ መሳሊ ኮታስ ነቲ ረስኒ መሊሱ ፈጢሩ ነቲ ሰብ ከቃጽሎ ዝኽእል ነገራት ካብ ነፍሱ ክንኣልየሉ ኣለና። ሳልሳይ እቲ ብማይ ዝምዑግ ነገር ኣሎ ወይ ድማ እዚ ሓዊ ምስ ተመሽለጠ እቲ ቆርበት ብናቱ መካኒዝም ዝፈጥሮ ነገር ኣሎ ብሊስተር ኢልና ንጽውዖ ነገር ነዚ ድማ ከነንትዕ የብልናን ንሱ ባዕሉ ብገዛእ ርእሱ በቲ ናትና ናይ ነብስና ስርዓት ወይ ድማ ሲስተም ተሳሒቡ ናብ ንቡር ስለ ዝምለስ ማለት እዩ። ካልእ ሎሽን ንዕኡ ዝምልከት ብዝያዳ ንዕኡ ክጠቅም ዝኽእል ነገር ብሕክምና ዝተኣዘዘ ነገር እንተ ሃልዩ ክንገብረሉ ንኽእል ኢና። ብራብዓይ ደረጃ ነቲ ተቓጺሉ ዘሎ ነገር ክንሽፍኖ ንእሽተይ ይኹን ዓብዪ ክንሽፍኖ ኣለና። ምክንያቱ ጋህ እንተ ኢሉ ናብ ኣየር ስለ ንኸፍቶ ዘለና ቁሩብ ዝያዳ ናይ ምርካስ ተኽእሎ ከጋጥም ይኽእል እዩ። ሓምሻይ ድማ ኣድላይ እንተ ኮይኑ ሕክምና ክሳብ ዝበጽሕ ናይ ቃንዛ ነገር መዐገሲ ሂብና ክንወስዶ ንኽእል ኢና ማለት እዩ። ስለዚ ኣብዚ እቲ ቀዳማይ እንገብሮ ኣርእስቲ ወይ ድማ እቲ ብቐዳም ተኸተል እንገብሮ ነገራት እዚኣቶም እዮም። እዚ ማለት ድማ ነቲ ብቃጸሎ ዘጋጠም ዝያዳ ብሓዊ ወይ ድማ ብማይ ውዒ ማይ ውዒ ኣብ ዝነደሉ ዝያዳ ኣብ ቆርበት ኣብ ቆልዑት ዝረኣ ነገር እዩ። እዚ ዝኾነ ውዑይ ነገር ኣብ ዝፈሶም ግዜ ንቆልዑት ዘይተደልየ ነገር ንገብረሎም ኢና። ንኣብነት ብተ ብልማድ ኮልጌት ምልካይ፣ ቢሕቕ ምልካይ፣ ኮሚደረ ወዘተ እዚኦም ኣገደስቲ ኣይኮኑን ምኽንያቱ ነቲ ቆርበት መሊሱ ንኽረክስ ናብ ረኽሲ ኢና ንዕድሞ ዘለና ነቲ ህጻን ብዝተኻእለ መጠን ብጽሩይ ጨርቂን ማይ ኣተርኪስና እናደረዝና ናብ ናይ ሕክምና ቦታ ኣብጽሕና ነቲ ንዕኡ ዝምልከት ሕክምናዊ ረድኤት ኣብ ዝረኽብሉ ቦታ ክሳብ ንወስዶም ካልእ ተወሳኺ ነገር ክንገብር የብልናን በዚ መልክዕ ነቲ ግዳይና እንሕግዘሉ ቀዳማይ መልክዕ እዚ ይኸውን ማለት እዩ። ሐራይ ከም ካልኣይ ነጥቢ ሒዝናዮ ዘለና ድማ ብዛዕባ ኣብ ህፃናት ዘጋጥም እዩ። ብዝያዳ ኣብ መውደቕቲ ዘተኮረ እዩ። ህፃናት ብብዙሕ ምኽንያት ክወድቁ ይኽእሉ እዮም። ክፃወቱ ከለዉ ተጠንቂቕካ ስኣን፣ ምስትውዓል ስለዝወድቁ ህፃን ኣብ ዝወድቀሉ ግዜ፣ ኩላትና ኣዚኻ ስለ ትስንብድ ተጓይኻ ኢኻ ናብ ሕክምና ትመጽእ። ስለዚ ናብ ሕክምና ተምጽኦ እንከለኻ ግን ክትገብሮ ዘለካ ቀዳማይ ረድኤት እንታይ እዩ እንተድኣ ኢልና፣ ንኣብነት ህጻን እንተድኣ ወዲቑ ብግንባሩ ወይ ብርእሱ ክወድቕ ይኽእል እዩ። ስለዚ መድመይቲ እንተድኣ ሃልይዎ ቀዲምና ኣብ ገዛና ብዘለና ንጹህ ጨርቂ ጌርና ነቲ ዝደሚ ዘሎ ቦታ ኣዚና ጽቕጥ ነብሎ። ንዝተወሰነ ደቓይቕ እዚ ድማ እቲ ኣፕላይ ኮምፕሬሽን ኢልና እንገልጾ እዩ። እዚ ከኣ ነቲ መድመይቲ ጠጠው ንኽብል እቲ ናይ ምርጋእ ስርዓት ንክቀላጠፍ ይሕግዘና ማለት እዩ። ብካልኣይ ደረጃ ድማ እቶም ህፃናት ወዲቆም ኢዶም ክስበሩ፣ እግሮም ክስበሩ፣ ክግመዩ ስለዝኽእሉ ብዘለና ነገር ክንጥቀመሉ እንኽእል ቀዳማይ ረድኤት እንህቦም እንታይ እዩ? ሓደ ነቲ ዘቆንዝዎም ዘሎ ኣካል ብዙሕ ክሕዝዎ ከምዘይብሎም ክንገብሮም ኣለና። ብካልኣይ ደረጃ ድማ እንተድኣ ክኢልና ባኮ መሳሊ ገይርና ኣትሒዝና ኣብቲ ሕክምናዊ ረድኤት ዝረኽብሉ ቦታ ክሳብ ዝበፅሑ ምንቅስቃስ ንከይገብሩ እቲ ነቲ ምንቅስቃስ ተቆጢቦም ንክመጹ ክንገብሮም ክንክእል ኣለና ምኽንያቱ ገሊኡ ኣወዳድቓ ሓደገኛ ስለ ዝኾነ ድሕሪ ምውዳቕ ዘሎ ምንቅስቓስ እውን ናብ ኣዝዩ ዝኸፍኣ ኩነታት ክመርሓና ክመርሖም ስለ ዝኽእል ነቲ ናቶም ኩነታት ናይ ጥዕንኦም ኩነታት ኣስጋኢ ስለ ዝኾነ ማለት እዩ ስለዚ ህጻናት ኣብ ዝወድቀሉ ግዜ ብግቡእ ኣልዒልና ካብቲ ዘለዎም ናይ መስበርቲ ናይ ገለ ነገራት ንክንከላኸለሎም ስለ ዝግብኣና ብቐጥታ ናብ ሕክምና መጺኦም ሕክምናዊ ረድኤት ክረኽቡ ይግብኦም እዩ ብዝያዳ ግን ዝረኣ ብተለማ ብልሙድ ነገር ዝረኣ እንታይ እዩ ወዲቑ ዋላ ሓንቲ ፀገም የብሉን ተባሂሉ ህፃን ኣብ ገዛ ተታሒዙ ዝፀንሕ እሞ ምናልባት እቲ ወዲቑዎ ዘሎ ብውሽጢ መድመይቲ ክገብረሉ ይኽእል ብደገ ዝረአ ነገር ደይብሉ ክኸውን ይኽእል እዩ ስለዚ እቲ ብውሽጢ ዘሎ ነገር ምስ ግዜ ምስ ወሰደ ናብ ዘይተደልየ ረኽስን ነድርን ማዕቢሉ ካልእ ጥዕናዊ ሳዕቤን ከምፃሉ ስለ ዝኽእል ብዝተኻእለ መጠን እቲ ሕክምናዊ ሓገዝ ንክረኽቡ ናብ ሕክምና ተጓይና ክነምፅኦም ይግባእና እዩ። ከም ሳልሳይ ነጥቢ ድማ ህፃናት ዝረኸብዎ ነገር ናብ ኣፎም ናብ ዓይኖም ናብ እዝኖም ናብ ኣፍንጭኦም ናይ ምእታው ባህሪ ኣለዎም። ስለዚ ብተደጋጋሚ ዝረኣ ህፃናት ኣብ ኣፎም ክበልዑ እንከለዉ ብዝያዳ ፉል፣ ቆሎ፣ ዕምባባ መሳሊ ክበልዑ እንከለዉ ሓፊሶም ስለ ዝበልዑ ኣብ መንጎ ድማ ናይ ምዝራብ ባህሪ ስለ ዘለዎም ክስርነቑ ይኽእሉ እዮም። ስለዚ እቲ መግቢ እንተ ደኣ ኣብ ጎረሮኦም ኮይኑ ፀገም ዘለዎ ነገር ኣይኮነን። ማይ ሂብና ማይ ምስ ሰተዩ ናብቲ ናይ ስርዓተ ምሕቃቐ መግቢ መንገዲ ገይሩ ናብ ጨጎራ ስለ ዝኸይድ ፀገም ዘለዎ ኣይኮነን። እቲ ሰርኒቕዎም ዘሎ ነገር ዕምባባ ክኸውን ይኽእል፣ ፉል ክኸውን ይኽእል፣ ቆሎ፣ መሳሊ ደቀቕቲ ነገራት ግን መሊሶም ክዕበሱን ዘይተደልየ ናይ ምስትንፋስ ጸገምን ከምጻሎም ይኽእል። ስለዚ ናይ ምስትንፋስ ጸገም ኣምጺኡ ክሳብ ሞት እውን ከብጽሖም ስለ ዝኽእል ኣብ ከምዚ ነገራት ህጻናት ነቲ እንቕርቦ መግቢ ክበልዕዎ ክሳብ ዘይከኣሉ ኣብ ጥቕኦም ኣብ እንቕርበሉ እዋን ህጻናት ናይ ህጻናት ናይ ደቅና ህላወ ክንከታተል ይግብኣና እዩ። ምኽንያቱ ህጻን ዝረኣዮ ናይ ምብላዕ ባህሪ ስለ ዘለዎ። ከም ካልኣይ ነጥቢ ድማ ዝሓዞ ነገር ናብ ኣፍንጭኡ ናብ እዝኑ ናይ ምእታው ባህሪ ስለ ዘለዎ ኣብ ኣፍንጭኡ ይኹን ኣብ እዝኑ ኣብ ዝኣተወሉ መብዛሕትና ኣብ ገዛ ከነውጽኦ ፈቲንና ኢና ንመጽእ ናብ ሕክምና ስለዚ ኣብ ሕክምና ምስ መጻና ካብታ ዝኣተወትላ ኣዝያ ንውሽጢ ተደፊኣ ትጸንሕ ንሕና ኣብ ገዛ ባዕልና ከነውጽኦ ዝኾነ ናይ ፒሮ መሳሊ ናይ መጽረዪ እዝኒ ኢር ክሊነር ወይ ድማ ናይ ኩኩዕ መጽረዪ ጌርና ብናይ ፒሮ መሳሊ ብናይ መርፍእ መሳሊ ጌርና ከነውፅኦ ስለ ንፍትን እዩ እዚ ከዓ ከነውፅእ ክንብል መሊስና ንውሽጢ ስለ ንደፍኦ እዚ ድማ ነቲ ህፃን ንውሽጢ እዝኑ እንተ ሃልዩ ከበሮ እዝኑ ቅዶ ይኽእል ኣብ ኣፍንጭኡ እንተ ኣትዩ ስርዓተ ምስትንፋስ ዓፅዩ ነቲ ህፃን ኣብ ዘይተደልየ ናይ ስርዓተ ምስትንፋስ ፀገም ከብፅሖ ስለ ዝኽእል ከምዚ ነገር ኣብ ዘጋጥመሉ ክንገብሮ ዘለና ነገር ኣቐዲምና ነቲ ቆልዓ ደሓን ምዃኑ ከነረጋግኦ ኣለና ንሕና ንባዕልና ክንረጋግእ ኣለና እቶም ወለዲ ብዝያዳ ብድሕሪኡ ነቲ ህጻን ደሓን ከም ዘሎ ሕክምና ከይዱ ክሕገዝ ከም ምዃኑ ተስፋ ሂብና እናጸናናዕና ናብ ሕክምና መጺእና ድማ በቶም ክኢላታትን ዓቕሚ ዘለዎም ሰብ ሞያ ድማ እቲ ሕክምናዊ ሓገዝ ረኺብና ደቅና ካብ ዘይተደልየ ሓደጋ ክንከላኸል ይግባኣና እዩ። ንሎማዓንቲ ዝተዳለወ መደብና እዚ እዩ ነይሩ። ኣብ ቀጻሊ ብካልእ ኣርእስቲ ብካልእ ትሕዝቶ ክሳብ ንራኸብ ሰላም ኣብ ዘለኹሞ የቐንየለይ።